ኣብ በዓል መዚ መገድታት ሽወደን ንምትርጓም ፈተናን ትምህርትን ናብ ቋንቋ ትግርኛ ጻዕርታት ይካይድ ከምዘሎ ሓላፊ ክፍሊ ፈተና ክልሰ ሓሳብ ምዝዋር መኪና ሚካኤል ስታምባሪ ንምድላው ኣልኮምፒስ ትግርኛ ሓቢሩ። ኣብ ስቶኮልም ሶና ዝርከብ መእለዪ ኣረጋውያን ምርመራ ክካየደሉ ዋና ኣኽባር ሕጊ ሽወደን ወሲኑ። ሰላም ክቡራት ተኸታተልቲ መደብ ኣልኮምፒስ ትግርኛ ከመይ ኢልኩም ቀኒኹም? ንሎሚ 8 ግንቦት 2020 ዝተዳለወ ዜናታት ሒዘልኩም ቀሪበ ኣለኹ። ገለ ካብ ኣርእስታት ናይዚ ተዳልዩ ዘሎ ዜና ክትሰምዑ ጸኒሕኩም ናብ ዝርዝር ትሕዝቶ ክእትወኩም እየ። ኣብ በዓል መዚ መገድታት ሽወደን ንምትርጓም ፈተናን ትምህርትን ናብ ቋንቋ ትግርኛ ጻዕርታት ይካይድ ከምዘሎ ሓላፊ ክፍሊ ፈተና ክልሰ ሓሳብ ምዝዋር መኪና ሚካኤል ስታምባሪ ንምድላው ኣልኮምፒስ ትግርኛ ሓቢሩ። ክፍሊ ምድላው ኣልኮምፒስ ትግርኛ ነቲ ኣብ በዓል መዚ ትራንስፖርት ፈተና ብቋንቋ ትግርኛ ዘይምህላዉ ምኽንያት እንታይ ከምዝኾነ ንምልላይ ምስቲ በዓል መዚ ኣብ ዝገበሮ ዝርርብ እቲ በዓል መዚ ብተርጎምቲ ዝግበር ፈተና ክልሰ ሓሳብ ስጋብ ሕጂ ይጥቀመሉ ከም ዘሎን፣ ይኹን እምበር ነቲ ብኻልኦት ቋንቋታት ዝወሃብ ፈተና ክልሰ-ሓሳብ ንምዝዋር መኪና መሰረታዊ ቴክኒካውን ሞያውን ሕጽረት ኣብ ትግርኛ ብምግጣሙ ንዕኡ ንምፍታሕ ኣብ ስራሕ ከም ዘሎ እቲ ሓላፊ ንምድላውን ኣብ ዝሃቦ ሓበሬታ ኣፍሊጡ። ምትርጓም ፈተና ክልሰ-ሓሳብ ንምዝዋር መኪና ብትግርኛ ነቲ ዘጋጠመ ጸገም ንምፍታሕ እቲ ስራሕ ኣቐዲሙ ዝተጀመረ ከም ዝኾነ እውን እቲ ሓላፊ ወሲኹ ኣረዲኡ። ኣብ ዞባ ስቶክሆልም ሶልና ዝርከብ ሓደ ትካል መእለዪ ኣረጋውያን፣ ብኮቪድ ዓሰርተ ትሽዓተ ንዝተራእየ ብዝሒ ሞት ዝጠንቁ ዓበይቲ ናይ ኣሰራርሓ ሕግታትን ክንክን ጉድለትን ብምርኣዩ ተጠርጢሩ ገበናዊ ምጽራይ ክግበር ዋና ኣኽባሪ ሕጊ ከምዝወሰነ ተለቪዥን ሽወደን ኣብ ዝሃቦ ዜና ኣፍሊጡ። ኣቐድም ኣቢሉ ብምርመራዊ ጋዜጠኝነት እቲ ትካል ኣብ ኣተኣላልይኡ ሓለዋ ኣረጋውያን ብፍላይ ከኣ ምስ ኮቪድ ዓሰርተ ትሽዓተ ምርኩስ ገይሩ ንዝወጹ ሕግታትን ኣተኣላልያን ርኡይ ጉድለት ከም ዝተራእዮን ነቶም ኣብቲ ትካል ዝሰርሑ ሰራሕተኛታት ዝሃብዎ ሓበሬታ ምርኩስ ብምግባር ጸብጻባት ተመሓላሊፉ ከም ዝነበረ ንዕኡ ተኸቲሉ ምስ ብዝሒ ኣብቲ ትካል ዝእለዩ ዝነበሩ ሞት ኣረጋውያን ተወሲኽዎ ኣኽባር ሕጊ ምርመራ ንክጅመር ከም ዝገበረ ክፍለጥ ተኻኢሉ። ብሰንኪ ለበዳ ኮቪድ ዓሰርተ ትሽዓተ ዘኸተሎ ምምዝባል ስራሕን ስራሕ ኣልቦነት ንዝኾኑ ኣብ ስራሕ እንከለዉ ንዝሓመሙ ሰባትን ዝወሃብ መተካእታ ገንዘብ ካብቲ ዝነበሮ ዓቐን ንምልዓል ተነቢሩሉ ዝነበረ ገደብ ጊዜ እውን ክሳብ ወርሒ ጥሪ ናይ ዝመጽእ ዓመት ከምዝተሰጋገረ መንግስቲ ሽወደን ኣፍሊጡ። እቲ ስራሕ ምስ ሰኣንካ መተካእታ ገንዘብ ዝኸፍሉ ማዕከናት ውሕስነት ሰራሕተኛታት ማለት ኣካሳ ዝኸፍለዎ ዝነበሩ ዝለዓለ መዓልታዊ መበገሲ ክፍሊት ካብ ሸውዓተ ሚእትን ሓምሳን ናብ ሓደ ሽሕ ክራውን ክብ ክብል ከምዝተወሰነን ብዘይካዚ ብሰንኪ ሕማማት ካብ ቀዳማይ መዓልቲ ስጋብቶም ቀዳሞት ሚእቲ መዓልታት ብሰንኪ ሕማም ካብ ስራሕ ምስ ተብኩር ዝወሃብ ዝነበረ መተካእታ ደሞዝ ካብ ቤት ጽሕፈት ማሕበራዊ ውሕስነት ካብ ትሽዓተ ሚእትን ሱሳን ናብ ሽሕን ክልተ ሚእትን ክራውን ክብ ኢሉ ከምዘሎ ኣብቲ ትማሊ ንንባብ ዝወቐዐ ውሳነ መንግስቲ ሽወደን ክፍለጥ ተኻኢሉ። ዓበይቲ ኩባንያታት ሽወደን ኣብ ትሕቲኤን ተቖፂሮም ዝሰርሑ ሰራሕተኛታት ካብ ለበዳ ኮሮና ነፃ ምዃኖም ዘይምዃኖምን ዝምርምር ኣገባብ የተኣታትዉ ከምዘለዉ ነዚ ስራሕ ዘካይድ ናይ ምርመራ ትካል ዌር ላብ ኣፍሊጡ ኣሎ። እቲ ትካል ምርመራ ንምክያድ ሕቶ ከም ዝቐረበሉን ኣብቲ ተኣፋፊ እዋን ካብ መካየዲ ስራሕ ተባሂሉ ዝኽፈሎ ክፍሊት ወፃኢ ንመኽሰብ ተባሂሉ ኣብዚ እዋን እዚ ክሰርሕ ከም ዘይኮነ ኣብቲ ዘውፅኦ መግለፂ ኣመልኪቱ። ዛጊት ትካላት ስፖቲፋይ ሽወደን፣ ቴለ ትቮ፣ ዝበዝሑ ካብ ሰራሕተኛታቶም ብመገዲ ናይዚ ትካል ምርመራ ካብ ለበዳ ኮሮና ከም ዘይተኻየደሎም ክፍለጠ ተኻኢሉ ኣሎ። ትካል ክዳውንቲ ሄነስ ማውሪስ እውን ካልኦት ነቲ ምርመራ ንምክያድ ዕድመ ከም ዝቐረበሎም እውን እቲ ሓበሬታ የመልክት። ትካል ዌርላፕ ንውጽኢት ምርመራታት ጸብጻቡ ንበዓል መዚ ህዝባዊ ጥዕና ሽወደን ከም ዘቕርብን ሰራሕተኛታት ኣብ ዮትካላቱም ብዘይ ስክፍታ ስርሖም ንምክያድ ዘኽእሎም ኣገባብ ምዃኑ ተፈሊጡ። ኣብ መወዳእታ እዞም ዝስዕቡ ኣብ ውሽጥን ወጻእን ሽወደን ዝመረጽናዮም ሓጸርቲ ዜናታትን መዘኻኸርታትን ብምሃብ ናይ ሎሚ መሰናድኦና ክንዛዝም ኢና። ኣብ ሽወደን ቁጽሪ ናይቶም ብኮቪድ ዓሰርተ ትሽዓተ ዝሞቱ ብድምር ሰለስተ ሽሕን ሚእትን ሰብዓን ሓሙሽተን ሰባት በጺሖም ከም ዘለዉን በቲ ቫይረስ ዝተለኽፉ ከኣ ዕስራን ሓሙሽተን ሽሕን ክልተ ሚእትን ሱሳን ሓሙሽተን ከም ዝኾኑ ሎሚ ኣብ ዝተዋህበ ሓበሬታ ህዝባዊ ጥዕና ሽወደን ሓቢሩ ኣሎ። ዝበዝሑ ሚኒስትራት መንግስቲ ፊንላንድ ብሰንኪ ምስ ሓደ ብኮቪድ ዓሰርተ ትሽዓተ ዝተጠቕዐ ሰብ ብምርኻቦም ምልባዕ ኣሎ ዝብል ጥርጠራ ስለዝሓደረ ክውሸቡ ከምዝተገብረ ካብ ሄልሲንኪ ዝተረኽበ ሓበሬታ የመልክት። ኢጣልያውያን ዜጋታት ብሰንኪ ኮቪድ ዓሰርተ ትሽዓተ ዝጠንቁ ምምዝባል ቁጠባዊ ህይወት መዓልታዊ ህይወቶም ንምምራሕ ዘኽእሎም ካብ ወሃብቲ ሓገዝን መንግስትን ሓገዝ ይሓቱ ከምዘለዉ ጸብጻባት ኣረጋጊጾም። ሓንቲ ጓል ኣንስተይቲ ሽወደናዊት ትውንና መኪና ታርጋኣ ብኮቪድ ዓሰርተ ትሽዓተ ክትምዝገበላ ንዘቕረበቶ ጠለብ ብበዓል መዚ ትራንስፖርት ተነጺጉ ኣሎ። ምኽንያት ንኮቪድ ዓሰርተ ትሽዓተ ከም ምትብባዕ ስለ ዝቑጸር ክብል እቲ በዓል መዚ ኣብ ዝሃቦ ናይ መልሲ ሰነድ ኣፍሊጡ። ክቡራት ተኸታተልቲ መደብና ንሎሚ ዝተዳለዉ ዜናታት እዞም ክትከታተልዎም ዝጽናሕኩም እዮም። እዚኦም ዝስዕቡ መዘኻኸርታት ብኮቪድ ዓሰርተ ትሽዓተ ምኽንያት ብምግባር ክህብ እየ። ኢድና ብጽሬት ምሕጻብን ኣብ ኩሉ ምንቅስቓሳትና መንጎ ሰባት ዝህልወና ርሕቀትና ክንሕሉ እንዳዘኻኸርና ኣብ ካብ ዘየድሊ ሸገርገርን ሻቕሎትን ተቖጢብና ርግኣት ከነዘውትር ካብ ሰብ መዚ ዝወሃቦ ሓቀኛ ሓበሬታ እንዳተጠቀምና ህይወትና ክንመርሕ ነዘኻኽር። ምስፍሕፋሕ ለበዳ ከሮና ይቕጽል ኣብ ዘለወሉ እዋን ሸለልትነትን ምዝናይን ሓጋዚ ስለዘይኮነ ኣተኩሮና ክንሕሉ በዚ ኣጋጣሚ እዚ ለበዋና ነቕርብ። እዚ ድሕሪ ምባል ብሩኽ ናይ ቀዳመ ሰንበት ጊዜ ክኾነልኩም እንዳተመነኹ ንሎሚ ዝተዳለወ ናይ ዜናን ሓበሬታን መሰናድኦ በዚ ወዲእና ኣለና። ብሩኽ ናይ ቀዳመ ሰንበት ንኹሉኹም ተኸታተልቲ ኣብ ዝመጽእ ዘሎ ሰኑይ ብተመሳሳሊ መሰናድኦ ስጋብ ንራኸብ ሰላም ደሓን ቀንዩ።